ሰላም ኩልኹም ተኸታተልቲ ናይ እዚ ቻነል እዚ ከመይ ኣለኹም ከመይ ትኾኑ ምሳኹም ዘለኹ ኣቤል እየ ናብዚ ናይ ሎማዓንቲ መደበይ ከዓ ኳዕ ብድሓን መፃኹም ክብሎ ክፈቱ ናይ ሎማዓንቲ ፕሮግራመይ ከዓ ኣዝያ መሳጢትን ሰሓቢትን ንኹልና ክትምህረና ትኽእል ትብል ዛንታ ናይ ሓንቲ ጓል ኣንስተይቲ ሒዘልኩም መፅእ ኣለኹ ብኸመይ ሽግራት ሓሊፋ ኣብ ከመይ ከም ዝበፅሐት ታሪኻ ባዕሉ ክምህረና እዩ ስለዚ እምበኣር ሎማዓንቲ ዘካፍለኩም ዛንታ ናይ ሓንቲ ጓል ኣንስተይቲ ኣዝያ ኣብ ሕማቕ ደረጃን ብሕማቕ ኩነታትን ዝሓለፈት ብጣዕሚ ካብ ድኻ ቤተሰብ ተወሊዳ ዝዓበየት ድኽነታ ካብ ምሒር ሕማቕ ምንባሩ ክሳብ ናይ ድንሽ ክሻ ሰፊያ እያ ከም ክዳን ትጥቀም ነይራ ብጣዕሚ ከቢድ ግዜ የሕሊፈ እያ ዓባያ ተደፊራ ነዲኣ ወሊዳታ ኣዲኣ ከኣ ከምኡ ተደፊራ ንዓ ወሊዳታ ሳኻ ጓል ትሽዓተ ዓመት ምስ ኮነት ብቀረባ ቤተሰብ ቀረናይ ቀረባ ቤተሰብ ደፊሮማ ማለት እዩ ኣብቲ እዋን እቲ ሕማቅ ግዜ ኣሕሊፋ ካብኡ ከኣ ተደጋጋሚ ሰለስተ ግዜ ካብ ቀረባ ቤተሰብ ከምኡ ዓይነት ናይ ዓመፅ በደል ወሪድዋ

ዓባይኣ እንታይ ትብላ ነይራ ሂወትኪ ክልወጥ ድሕር ኮይኑ እዚ ኣነ ዝገብሮ ዘለኹ ግበሪ ንጻዓዱ መግቢ ስርሒ ንጻዓዱ ናይ ጻዓዱ ክዳን ሕጸቢ ናይ ጻዓዱ ገዛ ኣጽሪ ሽዑ ሂወትኪ ክልወጥ ይብልዋ ነይሮም ትብላ ነይራ ዓባይኣ ማለት እዩ እሳ ግን ሕልሚ ነይርዋ ኣነ ግን ሕልሚ ኣለኒ ትብል ነይራ ኣነ ኣነ ዓባይ ጋዜጠኛ ክኸውን እየ ዝደሊ ዝብል ሕልሚ ነይርዋ ብድሕሪኡ ጓል ዓሰርተ ትሽዓተ ዓመት ምስ ኮነት ጋዜጠኛ ተማሂራ ማለት እዩ ጋዜጠኛ ተማሂራ ሽዑ ተማሂራ ምስ ወደአት ከዓ ገና ትሽግር ምሳ ቀፂሉ ኣብ ሬድዮ ክትስራሕ ክትቁፀር ኢላ ምስ ከደት መን ሽምኪ ኢሎማ ሽማ ምስ ነገረቶም እንታይ ኢሎማ እንታይ እንታይ ዓይነት ስም እዩ እዚ በጃኺ እዚ ንዓኺ ዝኸውን ኣይኮነን ኣብቲ ናይ ቴሌቭዥን ጣብያ ኬድኪ ሕተቲ ኢሎማ እዛ ሰብ እዚኣ

ሓፍቲ ብጣዕሚ ከቢድ ግዜ ነይሩ ኣብዚ መብዛሕትና ኣብ ህይወትና ፈተናታት ከጋጠመና ኸእል ግን ርግፀኛ እያ ካብዚ እዛ ኦፕራ ዝሓለፈቶ ዝኸብድ ሽግር ኣያጋጠመናን መብዛሕትና ነቕርቦ ምክንያት እንታይ ኮይና ናብ ህይወት ዝበለፀ ህይወት ዘይብልና ወይ ዕቡዳት ዘይኮንና ኢልና ንሕቲ ሓቲትና ገንዘብ ስለ ዘይብለይ ሰብ ስለ ዘይብለይ ዝፈልጦ ሰብ የብለይ ዝሕግዘኒ ሰብ የብለይ እዚ ዓዲ ሓገዘንን ከምዚ ዓይነት ምክንያታት ኢና ነቕርብ ኦፕራ ተትሰምዓኩም እንታይ ክትብል ከም ትኽእል ንስኹም ባዕልኹም ትግምቱ ኢኹም ብድሕሪ እዚ ኣብ ሓደ ሬድዮ ጣብያ ተቖፂራ ስራሕ ጀሚራ ሕጂ ኣብ ዓለም ካብተን ኣለዋ ዝበሃላ ተፅዕኖ ፈጠርቲ ዝበሃላ ቢልዮነር ሓንቲ እያ ንሓሙሽተ ሚእቲ ሰባት ብሓንሳብ ነፍሲ ወከፎም ከም ሽልማት መኪና ሸለመት ብዙሕ ሆስፒታላት ብዙሕ ናይ ግብረ ሰናይ ተግባራት ዝገበረት እያ ካብዚ እንታይ ክንመሃር ንኽእል? ህይወት ብፈተናታት ዝተመልአ እዩ። ዝበዛሕና ግን ከምዚ ንዓና ጥራይ ደጋጥመና ደሎ ወይ ንዓና ኣባና ጥራይ እቲ ሽግር ደጋጥም ደሎ እንዳመሰለና ብፍርሒ ተጸሊና ንነብር ወይ ሓደ ነገር ከጋጥመና ከሎ ብምምራር ኢና ንነብር ግን ኣብ ክንዲ ነማርር ነቲ ሽግር ብኸመይ ክንፈትሖ ንኽእል ተንሓስብ ወይ ናይ መጨረሻ ዓቕምና ክንጥቀም ተንኽእል ክንፈትሖ ከም ንኽእል ፍሉጥ እዩ ምክንያቱ ንሕና ደቂ ሰባት ብኣምሳል ፈጣሪ ዝተፈጠርና ኣዚና ብሉፃት ብሉፃት ፍጥረታት ኢና ፈጣሪ ክንጥቀመሉ ካብ ንኽእል ንላዕሊ ዝኾነ ዓቕሚ ብቕዓት ሂብና እዩ ግን ኣይተጠቀምናሉን ስለዚ እዚ ፈሊጥና ኩልና እቲ ኣብ ውሽጥና ዘሎ ፖቴንሻል ፈሊጥና ንቕድሚት ክንስጉም ንህይወት ክንገጥማ ዘጋጠመ ተጋጠመ ሽግራትና ኸዓ ክንጋፈጦ ወይ ከዓ ክንቃለሶ ክንክእል እየ መልእኽተይ ደተሓላልፍ ማለት እዩ ኣብ መጨረሻ ናይ ሎማዓንቲ መልእኽተይ እዚኣ እያ ነራ ኣጋጣሚ መገዲ ከለኹ ኣብ ሓሳበይ ስለ ዝመፀትለይ ከካፍለኩም ኢለ ኣብዚ መፂ ዘለኹ ኣብ መጨረሻ ግን እንታይ ክብለኩም ደሊ መሲልኩም ዝመፅእ ዘሎ ሰሙን ጀሚረ መዓልቲ ይወሰንኩን ኣለኹ ክነግረኩም እየ ዝመዘሉ ሰሙን ጀሚረ ተኸታታሊ ዝኾነ ትምህርቲ ከዳሉ እየ እዚ ትምህርቲ እዚ ጥልቕ ኢሉ ኢንስፓየር ድገብር ወይ ሞቲቬት ድገብር ጥራይ ደይኮነ ስቴፕ ኣብቲ ውሽጢ ኣትዩ እንታይ ክትገብር ኣለካ ከመይ እንተጌርካ ኢኻ ኣብ ህይወት ክትዕወት ትኽእል እንታይ እንታይ ኢኻ ዘድልየካ ዝብል ሓደ ብሓደ ብተኸታታሊ ከቕርበ እየ ሓፈሻዊ ዝኾነ ፕሮግራም ከቕርበ ድሕሪኡ ግን ሓደ ክልተ እንዳበልኩ እቲ ዲቴይል እንታይ እዩ ዘድልየና ሕጂ ዝበዝሐ ሰብ ብዝተፈላለየ ቪድዮ ለስጎ ክትዕወት ኣለና ከምዚ ክንገብር ኣለና ክንቃለስ ኣለና ንብልና ግን ሃው ከመይ ጌርና ኢና ንገብሮ እንታይ እዩ እቲ መገዲ ዝብል ብዙሕ ሰብ ዝፅግሞ ወይ ከዓ ብዙሕ ሰብ ዘተሓሳስቦ እሱ እዩ ስለዚ ኣብ ዝመጽእ ዘሎ ሰሙን ጀሚረ ወይ ኣብ ሰሙን ሓንቲ ሓንቲ እንዳገበርኩ ከካፍለኩም እየ ግን እዚ ኣብቲ ዩቲብ እየ ክገብሮ ምክንያቱ ኤዲት ገይረ ኣዳለ ከውርዶ ስለ ዘለኒ ኣብቲ ዩቲብ ቻነል እየ ክገብሮ ወሲነ ዘለኹ ስለዚ ኣብዚ ላዕሊ ናይ ዩቲብ ቻነል ሊንክ ገዲፈልኩም ኣለኹ ኣብዚ ላዕሊ ኣቲኹም ኣብኡ ሳብስክራይብ ግበሩ እሞ ሽዑ እታ ናይ ደወል ምልክት ካብ ፅቐጥዋ ሽዑ ከውርዶ ክጅምር ከለኹ ኖቲፊኬሽን ክመፀኩም እዩ ማለት እዩ እዚን እዚ ትምህርቲ እዚ ካብ ብዙሕ መጻሕፍቲ ካብ ብዙሕ ሪሰርች ገይረ ወይ ካብ ናይ ብዙሓት ሰባት ህይወት መጽናዕቲ ገይረ ዘምጻኽዎ እዩ ብዙሓት ሰባት ተግባራዊ ገይሮም ኣብ ዓወት ዝበፅሕሉ መልእኽቲ ስለ ዝኾነ ንኹሉ ሰብ ክጠቕሞ ይኽእል እዩ ኢለ ዝሓሰብኮ እዩ ምክንያቱ ኩሉ ግዜ ኣብ እምሮይ ዝመፅእ እንታይ እዩ ሰባት ከመይ ገይሮም ሙሉእ ዓቕሞም ክጥቀሙሉ ይኽእሉ ናተይ ህይወት እሱ እዩ ናተይ ፓሽን እሱ እዩ ንሰባት ከመይ ገይረ እቲ ቫልዩ ኣብ ውሽጦም ዘሎ ክጥቀምሉ ወይ ከዓ ክፈልጥዎ ይኽእሉ ዝብል ስለ ዝኾነ እቲ ሕልመይ እሱ ሒዘልኩም ክመፅኤ ክሳብ ሽዑ ፈጣሪ ፍቕርን ሰላምን ዓወትን ብልፅግናን ክህበና ይምነ ሰሰናዩ